Evan Pictures.
ኣይ ሙሉእ ሽምካ ሰሎሙን ገረዝግሄር ራይ ሰሌ ሓወይ ሕቶታት ኣለዋ ፈቃደኛ ምዃንካ የመስግን መጀመርያ ኣብ ሞባይል ኣብ ናይ ኤርትራ ማለት እዩ መእተዊ

ጅባቡ መኹባዕቲ ይባል መኹባዕቲ ናይ ስዋ ይኮነት ኣራይ ክልተ ተጋጊ ከለኻ ስርሒት ፈንቅል ወርሓ ክንደይ ይበዓል ሕጂ ኸ ንመበል ክንደይ ግዜ

ዓንሰባ ዓንሰባ የቐኒለይ ሰሌ ሓወይ ሕራይ ሰላም ሰላም መርሓባ ሙሉእ ሽመንከ ዳንኤል መንግስቱ ይበሃል ገደ ካላ ታምሳ ሳጓ ከዓ ገደ ይበሃል ኣረ ገደ ሓወይ እዛ ቻነል እዚኣ ኣብ ኤቨን ፒክቸርስ ትፍኖ ናይ ዩቲብ ቻነል እንድያ ሕጂ ሓደ ሓደ ሕቶታት ኣለዋና ፍቓደኛ ብምዃንካ ከኣ ቴንኪው መጀመርያ። ኣነ እውን ኣዝየ የመስግን። እሺ ተዳሎ በል። ሐራይ እሺ ተዳልየ ኣለኹ። ሐራይ ገዳ ሐወይ ኣብ ኤርትራ ሞባይል ካርድ ክነእቱ ሕሳብና ክንርኢ ክንደይ ክንደይ ቁጽርታት ንጥቀም?

እዚኣ የብለካኒ ናይ ብሓቂ ዝብለካላ ረሲዐ ኣሎ ትንጠር እሞ
ትንጠር እዚኣ ምክንያት ነዊያ ግዜያዊ ናይ ብሓቂ ዝብለካ ራይ ገዲኖ ናብ ካልእ ትሕቶ በል ክሰግር ስርሒት ፈንቅል ስርሒት ፈንቅል ንመበል ክንደይ ግዜኡ ይካየድ ኣሎ ሕጂ ክካየድ እዩ እንደገና ወርሒ ክንደይ ኢኻ?
ስርሒት ፈንቅል ኣብ ወርሒ የካቲት ዝኾን ኮይኑ ልክዕ ናይ ከምቲ ንፈልጦ ማለት እዩ ኣብ ናይ ማርያም ዝበዓለሉ እዩ ምክንያቱ ሕጂ ንመበል ክንደይ ግዜ ክካየድ? ሕጂ ንመበል ክንደይ ይኸይድ መስለካ? መበል ሰላሳን ሓደን እና ኣለና ዕለት ናጽነት ማለት እዩ ንሱ ኸዓ መበል ሰላሳን ክልተን ክካየድ እዩ ማለት እዩ መበል ሰላሳን ሰለስተን
ደርገፍገፍ ኢልካ

ኣብ ብሄረ ትግርኛ ኣብ ብሄረ ትግርኛ ባህላዊ መቐረቢ መኣዲ ኣሎ። ሓደ ካብዚ ብሄረ ኣብ ብሄረ ትግርኛ ንጥቀመሉ መቐረቢ መኣዲ ብላኻ ዝተሰርሐ እንታይ ይበሃል? ብላኻ እተሰርሐ መቐረቢ መኣዲ? እወ እንታይ ይበሃል?

ንጠራ እሞ ንጠራ እስከ ኣንፈት ሃብና እስከ ቃባኻ ሓራይ ቅይ እያ ትጅምር ቅይ ጀሚራ ት እያ ትውድእ
ቅይ ጀሚራ ት ትውድእ
ኣይመለስካያን ቅርንጫፍ እያ ትበሃል ቅርንጫት እያ ትበሃል። ሰሚዕካዮ ዶ ይሰልል ኢኻ መስለኒ። ምኽንያቱ ምስዚ ናይ ናይዛ ዓዲ ጉዚ ጌርካያ። ምኽንያቱ ቅርጫ እዮም ዝብልዋ ጉዚ እብዛ ዓዲ።
ኣራይ ሓንቲ ናይ መወዳእታ እሞ ክሓተካ በቲ ትምክሐሉ። እንታይ ክንምክሓሉ ኢልካ በቲ ትምክሐሉ ብኩዕሶ። ኣራይ

መጀመርታ ነዚ ኢንተርተይመንት ኣዝየ የመስግን ምክንያቱ ንመንእሰያትና ኣብ ከምዚ ኢንተርተይን እንዳገበረ ብዛዕባ ናይ ኤቨን ፒክቸርስ ማለት እዩ ኢንተርተይን እንዳገበረ እንዳዛናገዐ ትምህርቲ ዘቅስም ካልእ ብዛዕባ ኩነታት ሃገርካ ብዛዕባ ጂኦግራፋዊ ኣቀማምጣ ናይ ሃገርና ፖለቲካዊ ከምኡ ውን ናይ ስፖርት ዝተፈላለዩ ኢንተርተይን እንዳገበረ ንመንእሰያትና እንታይ ይገብር የዘናግዕ ካልኣይ ከኣ ብዝለዓለ ደስ ዝበለኒ ነገር ከኣ ነቲ በዓል ነቲ በዓል ንምድማቕ ከኣ ዝግበር ምኽንያቱ ንሕና መንእሰያት ብዝተፈላለየ ምኽንያታት ምኽንያቱ ጽልዋ ናይ ዝተፈላለየ ናይ ምዕራባውያን ተጸሊና እዚ ናህና ባህሊ እንዳረሳዕና ኢና ንመጽእ ዘለና ስለዚ እዚ እውን ኣዝዩ ክድፋኣሉ ዝነገር ዘለዎ ምኽንያቱ ኣብ ዓመት ሓንሳብ ክኸውን የብሉ ዝተፈላለየ በዓላት ክመጽእ ከሎ ከምዚ ውን ተትገብሩ ኔርኩም ጽቡቅ እዩ ንስኩም ጥራሕ ዘይኮንኩም ከማኩም ዝመስሉ ኢንተርቴመንት ኩም ተገሮም ዝበለጸ እዩ ምክንያቱ ባህሊ ማለት ሃገር እዩ ሃገር ማለት ከኣ በዓቢኡ ከኣ ንዑ መግለጺ ስለ ዝኮነ ብጣዕሚ እየ ደመስግን ማለት እየ ካልእ ከምቲ ድበልካኒ ናይ ዮሃና መልእክቲ ንኩሉ ህዝቢ ኤርትራ ኣብ ውጭን ኣብ ወጻእን ዘሎ ዝዓበየ ዝነኣሰ ኣብ ኩሉ ሰላም ፍቅሪ ሕውነት ምትእክካብ ክገብረልና ከኣ ዘመነ ሰላም ዘመነ ፍቅሪ ዘመነ መጻኢ ዘመና ምዕባለ ዘመነ ብልጽግና ክገብረልና ከኣ

ዓቕመይ ደኣ ይኹን እምበርስ ፍቓደኛ እየ። እሺ
ሓራይ ሸኽና ኣብ ኤርትራ ስልኪ ሞባይል ኣሎ ሞባይል ካርድ ክነእቱ ኣብ ኤርትራ ክንደይ ንጥቀም ሕሳብና ክንርኢ ከዓ ክንደይ ንጥቀም እስኪ ኣይፈጣን እየ። ፉትን ፉትን ትቆሙ ነርኩም ኢኹም ሞባይልና ኣይተጠቀምኩ ከይተጠቀሙ ኣይተመለሰትን ቀዳሜት መልሲ ኣብዚ ናይ ባህል ነገራት ኣብ ብሄረ ትግርኛ ማለት እዩ ኣብ ብሄረ ትግርኛ መቐረብ ማዕዲ ኣሎ ብላኻ ዝተሰርሐ መቐረብ ማዕዲ እንታይ ተባሂሉ ፅዋዕ ቅርጫት
ሙሉእ መልሲ ሓደ ዓወት ሓራይ ሓራይ ኣይሸኽና ስርሒት ፈንቅል ስርሒት ፈንቅል ንመበል ክንደይ ግዚኡ ይካየድ ኣሎ ወይ ክካየድ እዩ ሕጂ ወርሒ ክንደይ ከይውዕል
ምሳስተርእዮ ኣብ ጥሪ ኣትውዕል

ብናይ ቀደም ዝነበረ ናይ ባህልና እንድሕር ተኾይኑ ሸውዓተ ግዜ ዕልል ይበሃለሉ ንጓል ከዓ ሰለስተ ይበሃለላ ብዓቢኹም ብዓብታ ገይረ
ናይ ሕጂ ከመይ ከም ዘሎ ይንፈጥ ናይ ቅድም ግን ሸውዓተ ግዜ ዕልል ይበሃለሉ ንወዲ ንጓል ከዓ ሰለስተ ዕልል ይበሃለሉ ኣስተውዕልለይ ኣስተውዕጃ ደግመልኩም ሓንቲ ደ ሓንቲ ደ ኣብ ዕለት ሰላሳ ለካቲት ወዲ እንተወሊዳ ክንደይ ግዜ ዕልል ባሃለላ።
ኣህ ወላ ሓንቲ ዕልል ኣይበሃለላን። ስለምንታይ?
ዕስራን ሸሞንተን ስለ ዝኾነት ለካቲት።
የቐንየልና የቐንየልና ሸኽና ኣራይ ኣብ ኤርትራ እዚኣ ቀላል ሕቶ እያ ኣብ ኤርትራ ክንደይ ዞባታት ኣለዋ መነመን ከ ይበሃላ? ሽዱሽተ ዞባታት
ዞባ ደቡብ፣ ዞባ ደቡባዊ ቀይሕ ባሕሪ፣ ሰሜናዊ ቀይሕ ባሕሪ፣ ዞባ ዓንሰባ፣ ዞባ ማእከል፣ ጋሽ ባርካ። የቐንየልና የቐንየልና መሊስኩሞ ኢኹም ዳርጋ ሓያለ መሊስኩም ኢኹም የቐንየልና የቐንየልና። ሰላም ብራዘር ሓራይ መጀመርያ ሙሉእ ሽምካ? ሽመይ ያሲን ይበሃል። ያሲን ዓብደልረዛቕ እሺ ያሲን ሓወይ ሓደ ሓደ ሕቶታት ኣለዋኒ ፍቓደኛ ብምዃንካ መጀመርያ የመስግን ሕራይ ተዳልያ ሕራይ ኣብ ኤርትራ ኣብ ኤርትራ መእተዊ ካርድ ከምኡ ውን መርኣዪ ሕሳብ ክንደይ ብክንደይ ቁፅሪ ንእትዎ ኣብ ኤርትራ መእተዊ ካርድ ማለት ድዩ ካርድ ክነእቱ ሕሳብ ክንርኢ ከዓ ክንደይ ንጥቀም ነርና
ምርኣይ ብኣርባዕተ ሓሙሽተ ሽዱሽተ ጠዊዕና ሰናይ ድምፂ እንድያ ሰናይ ድምፂ ክንርኢ
መእተዊ ካርድ ኖኖ እሳ ብድምፂ እንድያ ብክስታይ ጠዊዕና ከዓ ንርኢ ኢና ክንደይ ከም ዘለና ሕሳብ ስለዚ ሰብ ክንደይ ኢና ንሪኣ ነርና ኮኾብ ገለ ጌርካ ምሽ ዝረይ ኮኾብካ ኮኾብ ሚትን ሚትን ዓሰርተን በዚ ትርኢ ኣለኻ ምሽ ከምዚ ናይ ማይክል ጃክሰን ፌንቲ ዝወደቑ ኣለዉ በዚ ከባቢ ርእ
ነዊሕ ዳ ጌርካ ደሓን እዩ ብዙሓ

ኣስካብ ሚእትን ዕስራ ናብዚ ብድምፂ ማለት እዩ ብድምፂ ኢኻ- ሚእትን ብድምፂ ዕስራ ኢኻ ትጥቀም ነርካ ምስለኒ ብድምፂ ብድምፂ ኢኻ ትጥቀም በላ ነርካ እዛ- ጥቀም ነርና ምስዚ ናይ ዝዓዲ ብዙሕ ኮኸብ ትጥቀሙ ምሻል እ፣ ንስኸም ተሓወሰካ ረሲዕካ።
ኣዎ። እሺ ሕራይ ኣይመለስክያን ኣይኮነትን ሚእትን ዕስራን ብድምፂ ትእትው ኢኻ ፅቡቅ ኣለኻ ግን ኣይኮነትን ተጋጊኻ ኣለኻ ሓንቲ ሐራይ ካልኤቲ ሕቶ ክሰግር እየ ኣብ ኤርትራ ባህላዊ መቀረቢ መግቢ ኣሎ ባህላዊ መቀረቢ ኣብ ኤረ ትግርኛ ማለት እዩ ብላካ ዝተሰርሐ መቀረቢ ማኣዲ እንታይ ተባሂሉ ይፅዋዕ?

ስልኪያ ኣራይ ካልኣይቲ እውን ኣይመለስካን ኣራይ እሺ ናብ ሳልሰይቲ ሕቶ ንሰግር እሞ ስርሒት ፈንቅል ሕጂ ክካየድ እዩ ኣብ ዝመፅእ ዘሎ ወርሒ ማለት እዩ ስርሒት ፈንቅል ማንበል ክንደይ ግዜ ይካየድ ኣሎ
ተሪር ሕቶ ንሓምሳ ሕጂ ኣበል ዕስራን ሽዱሽተን
ኣይኮነን
ክቐፅል ፈትን ኣቤት እዩ
መበል ዕስራን ሓደን ገደደ
ዕስራን ሓደን ኣይኮነን ኣረ ሳልሴት ኣድላይ መወዳእታ ወይ ዋ መወታት እዩ ኣይፈልጠን
ሳልሰይቲ እውን ኣይመለስኪያን ዘለኻ ኣራይ እሞ ራብዒቲ ክትሽለም ኢኻ ኣጆኻ ኣጆኻ ሽልማት ኣሎ ሓራይ ሓንቲ ኣደ ሓንቲ ደ ኣስተውዕለላ ኢኻ ሰላሳ ለካቲት ወዲ እንተወሊዳ ክንደይ ዕልል ይበሃል ሰላሳ ሰላሳ ለካቲት ወዲ እንተወሊዳ ሸውዓተ እወይ እወይ ኣታ ወዲ እንተተወሊዱ ሸውዓተ
ሰላሳ ለካቲት ድያ ትብል ዘላ? እወ ሰላሳ ለካቲት እንድሕር ወዲ ወሊዳ ክንደይ ግዜ ዕልል ይበሃል ኣላ?
ንዓ ነታ ዶ ዕልል ይበሃል ኣላ? ነቲ ቆልዓ እወ ነቲ ቆልዓስ ክንደይ ግዜ ዕልል ይበሃል ኣሎ?
ናይ ወዲ ሸውዓተ እዩ ዕልል ዝበሃሎ።

ኣብ ኤርትራ ክንደይ ዞባታት ኣለዋ? ሽዱሽተ። ሽዱሽተ። መነ መን ይበሃላ? ዞባ ማእከል፣ ዞባ ደቡብ፣ ሰሜናዊ ቀይሕ ባሕሪ፣ ደቡባዊ ቀይሕ ባሕሪ፣ ጋሽ ባርካ፣ ዓንስባ።
ቴንኪው የቐንየልና።